ሰላም ሰላም ተኻታተልቲ እዚ ቻነል ከመይ ቀኒኹም ናብ ዘዘለኹሞ ሰላምን ጥዕናን ኣብ ስራሕኩም ድማ ኣሳልጦን ዓወትን ንምነ ሎሚ እውን ካብ ሶሎ ኢንፎ ቴክ ምስ ሓድሽ ቪድዮ መፂናኩም ኣለና ኣብ ናይ ሎሚ ቪድዮና እውን ልክዕ ከምቲ ኣብ ዝሓለፈ ተኸታታሊ ክፋላት ኣብ ማይክሮሶፍት ኤክስኤል ንሰርሖ ዝነበርና ሎሚ እውን መቐፀልታ ናይዘን ዝሓለፋ ሓሙሽተ ክፋላት ሻድሻይ ክፋል ኣብ ማይክሮሶፍት ኤክስኤል ሒዝና መጺና ኣለና። ኣብ ናይ ሎሚ እነምጽኦ ወይ እንሰርሖ ክፋል ኣብ ማይክሮ ሶፍት ኤክስኤል ኣብ ፎርሙላ ሜኑ ዘተኮረ ክኸውን እዩ። ፎርሙላ ሜኑ ቤዚካሊ ኣብ ኤክስኤል እቲ ብምሉኡ ኳልኩሌሽንን ዘጠቓለለ እቶም ንዓኻ ንኽትጥቀመሎም ሬዲ ዝኾኑ ካብ ዝተሓተ ክሳብ ዝለዓለ መልክዕ ካልኩሌሽን ክትገብረሎም እትኽእል እቶም ብማይክሮ ሶፍት ኦፊስ ድልዋት ዝኾኑ ፎርሙላታት ብምሉኦም ብሓደ ተጠርኒፎም ኣብ ፎርሙላ ዝብል ሜኑ ተኣኪቦምልና ኣለዉ ማለት እዩ። ስለዚ እዞም ኣብ ፎርሙላ ሜኑ ተኣኪቦም ዘለዉ ፎርሙላታት ልዕሊ ኣርባዕተ ሚእትን ሓምሳን ዝኾኑ ፎርሙላታት ኣለዉና። እዞም ልዕሊ ኣርባዕተ ሚእትን ሓምሳን ዝኾኑ ፎርሙላታት ድማ ኣብ ሓደ ጽላት ዘተኩሩ ኣይኮኑን። ከከም ሞያኻን ከከም እትሰርሓሉ ዓውድን በብ እትፈልጦን ኣብ ካተጎራይዝ ዝኾኑ ማለት ስለዚ ኣብ ኢንጂነሪን ዘተኮረ ፎርሙላታት ኣሎ። ኣብ ማተማቲክስ ኤንድ ትራይጎኖሜትሪክ ምስ ተማሃሮ ወይ ምስ ማተማቲክስን ትራይጎኖሜትሪክስን እትሰርሕ እንተኾይንካ፣ ንዐኦም ንምቅላል ተባሂሉ ዝተዳለወ ፎርሙላ ኣሎ። ከምኡ ውን ኣብ ፋይናንስ ኣተኲርካ ትሰርሕ እንተኾይንካ ምስ ፋይናንስ ብሓፈሻ ኣካውንቲንን ካልእ ጽላት ናይ ፋይናንስን ኣብኡ ኣተኪሩ ዝተዳለወ ፎርሙላታት ኣሎ and እቲ basic daily use ወይ ድማ recently እናተደጋገመ እንጥቀመሎም እንብሎም ንኣብነት ከምቲ ኣብ መጀመርያ ርኢናዮም ዝነበርና ሳም ድምር ዝብል ፎርሙላ ርኢና ኔርና ትዝክሩ ተኾይንኩም ዝኾነ ሰብ ኣብ ሞይኡ ዝኾነ ዓይነት ሞያ ዘለዎ ሰብ እቶም በይዚካሊ ዝጥቀመሎም ድማ ይህልዉና ማለት እዩ ካብኦም ተንኪፍናዮም ካብ ዝነበርና ሳም ድምር ማለት እዩ ኣቨረጅ ማእከላይ ገምጋም and ማክሲመም ዝለዓለ ሚኒመም ዝተሓተ ኢልና ሓደ ኣርባዕተ ሪኢና ኔርና ከምኡ ውን ኣብ ከም በይዚክ ክንወስዶም ንኽእል ኣብ ቤት ትምህርትታት ዝጥቀሙሉ ራንክ ተርታ ምስራዕ ደረጃ ተርታ ናይ ተማሃሮ ቀዳማይ ካልኣይ እናበለ ተርታ ክሰርዓልካ እትጥቀመሉ እዚ ውን ምስቶም ደይሊ ኦር ሪሰንት ዩዝድ ክንሪኦ ንኽእል and ብዓቢኡ ድማ እቶም ሎጂክ እውን ከም ሪሰንት ክንርእዮም ንኽእል ኢና። ሎጂክ ዝበሃሉ ከኣ ከምዚ እንታይ ክብል ጸኒሐ ኣብ ትራይጎኖሜትሪክ ማተማቲክስ and ትራይጎኖሜትሪክ ጽላት ፎከስ ዝገበረ ፎርሙላታት ኣሎ፣ ኣብ ፋይናንስ ፎከስ ዝገበረ ፎርሙላታት ኣሎ፣ ኣብ ኢንጂነሪንግ ፎከስ ዝገበረ ፎርሙላታት ኣሎ ክብሎ ከም ዝጸናሕኩ ኣብ ሎጂክ ዝብል ሓደ ጥርኑፍ ዝኾነ ፎርምላ ውን ኣሎ። እዞም ሎጂክ እንብሎም ፎርምላ ውን ኣብቲ መሰረታዊ መዓልታዊ እንገብሮም ካብቲ ስነ-ሞጎታዊ ካብ ሎጂክ ዘይወጽእ ብመንገዲ ሎጂክ ጌርካ ገለ ነገር ኳልኩሌት ክትገብር ንኣብነት ሎጂክ ሕጽር ዝበለ ኣብነት ክነምጽእሲ ደሞዝ ልዕሊ ሰለስተ ሽሕ እንተኾይኑሲ

ፕላስ ፓርኪን ልዕሊ ሰማንያ ቅርሺ ፕላስ ኤርትሪክ ልዕሊ ሓምሳ ቅርሺ ፕላስ and ማይ ልዕሊ ክንድዚ ዝኸፍል እንተኾይኑ እዚ ፌቨር ይገበረሉ እንተዘይኮይኑ ከምዚ ይኺድ እቲ ሎጂካሊ ክንጥቀመሎም ንኽእል if and or and not ዝብላ ድማ ኣብ logic focus ገይረን ዝሰርሓ ማለት እዩ። በዚኤን ተጠቂምና ነቲ ኣብ መዓልታዊ ሂወትና ዘጋጥመና ናይ ግድላት ነገር ክንፈትሓሉ እንኽእል መንገድታት ኣሎ ማለት እዩ። ስለዚ ካብ ኩለን እተን ካብዘን ኩለን ክትንክፈን ዝጸናሕኩ ጽላታት እተን በብ መኣዝኑ በይዚካልን ዝኾነ ሰብ ክኾና ዝኽእላ ዝበልናየን ክንትንክፈን ኢና ካብ መዓልቲ ንመዓልቲ ገለ ፎርሙላታት ሒዝና መጺና ኣብአን ዲስካስ ጌርና ውጽኢታዊ ዝኾነ ስራሕ ሰሪሕና ክንሓልፍ ኢና ሎሚ ኣብ ፎከስ ንገብረሉ ኣርእስቲ ሎሚ ግን ኣብ ሆም ሜኑ ኮይኑ ኣብ ሎጂክ ኣብተን ኣርባዕተ ክጠቕሰን ዝጸናሕኩ ናይ ሎጂክ ፎርሙላታት ፎክስ ክንገብር ኢና። እዘን ኣርባዕተ ክጠቕሰን ዝጸናሕኩ ናይ ሎጂክ ፎርሙላታት፣ እታ ቀዳመይቲ if ትብል ክንርኢ ኢና። if ሕጂ if ኣብ ትግርኛ እንተ ክንትርጉማ ኢና፣ ግን ነቲ ትምህርቲ ጽቡቕ ገይሩ ንምሓዝ ምእንቲ ክጠቕመና፣ ዳይረክትሊ ብእንግሊሽ እቲ ፎርሙላ ብእንግሊሽ ስለ ዝሰርሕ፣ እቲ ፎርሙላ ክንትርጉሞ እውን ስለ ዘይንኽእል ኣብቲ ኣሰራርሕኡ if ትብል ክንርኢ ኢና ማለት እዩ። if ምስኣ ኣስዒብና ሽዕኡ and or and not ዝብላ እዘን ኣርባዕተ ኣብእን ፎከስ ገይርና ክንሰርሕ ኢና። ስለዚ ቅድሚ ብ if ምጅማርና and or ዝብላ ሎጂክስ ክርድኣና ማለት እዩ።

ሓሙሽተ ዓመት ናይ ሓደ ሰራሕተኛ ዝሓዘት ኤክስፐንስ ዝብል ኣብ ኣብ ዝሓለፈ ክፋል ኣብ ሓምሻይ ክፋል ተጠቂምናላ ዝነበርና ንዓኣ ባይታ ገይረ እየ ክሰርሕ ስለዚ ኤንድ ዝብል ሎጂክ ኩሉ ግዜ እንታይ እዩ ዝገብር ንኣብነት፣ True and True፣ ንኣብነት፣ እንታይ እዩ፣ ክልተ ነገር እዩ ዘወዳድር፣ and፣ ወይ ልዕሊ፣ ክልተ ወይ ልዕሊስ ግድን ክህሉ ኣለዎ፣ ወይ ክልተ ክተወዳድር ኢኻ፣ ወይ ካብ ክልተ ንላዕሊ ማለት እዩ። ስለዚ ንኣብነት እንታይ ትብል፣ ደሞዙ ልዕሊ ሰለስተ ሽሕ እንተ ኾይኑ፣ ከምኡ ውን ክትጥቀመላ ኢና እታ and፣ ከምኡ ውን ንፓርኪን፣ እንታይ ኢለ ደሞዙ ንታሕቲ ንውሰዳ ደሞዙ ትሕቲ ሰለስተ ሽሕ እንተኾይኑ ከምኡ እውን ፓርኪን ልዕሊ ሓምሳ ዝኸፍል እንተኾይኑ ከምዚ ይወሃቦ ክትብል ተደሊኻ ሕጂ ኤንድ ትኸውን ማለት ስለዚ እታ ደሞዝ ልዕሊ ትሕቲ ክልተ ሽሕ ሓንቲ ቴስት እያ ሓንቲ ፈተና እያ ትሩ እንተኾይና እታ ካልኣይቲ ፈተና ከኣ ትሩ እንተኾይና እቲ ውጽኢትና ነቲ ኣቐሚጥናዮ ዘለና ትሩ ትኾን ማለት እዩ። ሕጂ ኩሉ ግዜ እቲ ክነወዳድሮ ዘለና እሱ'ዩ ማለት እዩ። ኣብ ሎጂክ N ሎጂክ እንታይ እዩ ዝኸይድ ትሩ like ክልተ ነገር እየ ዘወዳድር ዘለኹ ሕጂ ትሩ N ትሩ እንተኾይኑ ነቶም ፈተንታ ነዚ እንተማሊኡ ነዚ እንተማሊኡ ንብሎም ዘለና ንክልቲኦም እንተማሊእዋ ትሩእ ትኸውን እንተዘየማሊእዋ ድማ ፎልስ እያ ትኸውን ዘላ ስለዚ እንተማሊኡ እንተማሊኡ እቲ ውፅኢት ትሩእ ይኸውን ኣማሊኡ እንተዘየማሊኡ ትሩእ ኮይኑ ፎልስ እንተኮይኑ ውፅኢት ፎልስ ይኸውን ፎልስ ኮይኑ ትሩ እንተምጺኡ ኣብ መወዳእትኡ ፎልስ ይኾን ፎልስ and ፎልስ ፎልስ ይኾን ስለዚ and ሎጂክ ክንጥቀም እንከለና ነቲ ሪዛልት ክወስዶ ተኾይኑ ሓደ ነቲ ኣቐሚጥካዮ ዘለኻ ሪዛልት ክወስዶ ተኾይኑ ክልቲኤን ከማልእን ኣለዎ ማለት እዩ። ንኣብነት እንታይ ንብል ኣብ ብቅልል ዝበለ መንገዲ ኣብ ትምህርቲ ኣብ ኣካዳሚ እዝከረኩም ይኸውን እዩ ኣብ ትምህርቲ ከለና ቀደም ብማትስን ኢንግሊሽን ዝተረፈ ተምሃራይ ዋላ ልዕሊ እቲ ኣቨረጁ ልዕሊ ሱሳ ዋላ ልዕሊ ሓምሳ ኮይኑ ትምህርቲ ይሓልፍ እዩ ነይሩ። እንታይ ይብል ኣለኹ ብማትስን ኢንግሊሽን ዝተረፈ ተምሃራይሲ እቲ ኣቨረጁ ዋላ ልዕሊ ሓምሳ ከሎ ዋላ ስሳ ይብጻሕ ዋላ ሰብዓ ይብጻሕሲ ትምህርቲ ኣይሓልፍን እዩ ስለዚ ክልተ ሎጂክ ቴስት ኣለዋና ማለት እዩ እቲ ሓንቲ ኢንግሊሽ እቲ ሓንቲ ድማ ማትስ ሶ እንታይ ክንብል ኢና ማትስ ልዕሊ ሓምሳ ሕጂ ኩሉ ግዜ እቲ ኣቨረጅ መገምገሚ ኣብ ትምህርቲሲ መወዳደሪ ኩሉስ ኣቨረጅ እዩ እቲ ገምጋም ናይ ኩሉ ዘምጻኻዮ ድምር እዩ ዘምጽእ ስለዚ ልዕሊ ሓምሳን ሓሙሽተን መሕለፊ ጌርካ እንተሊኻ ልዕሊ ሓምሳን ሓሙሽተን ወይ ልዕሊ ሓምሳ ጌርካያ እንተሊኻ ልዕሊ ሓምሳ ዘምጽእ ተማሃራይ ዳይረክትሊ እዩ ዝሓልፍ ሕጂ ግን መኸላእታ ነምጽእ ኣለና ማለት እዩ። ሕጂ ሱስ ኣምጺኡ ሓደ ተማሃራይ ፓስድ ኢልዎ ህሉ'ዩ እቲ ሪዛልትኻ። ኣብዚኣ እንታይ ንብል ኣለና ሕጂ ክልተ መኸላእታ ነቐምጥ ኣለና። ማትስ ልዕሊ ሓምሳ ክኸውን ኣለዎ which is ንኣብነት ማትስ ኣብ C-one እንተልያ C-one greater than fifty ክኸውን ኣለዎ። ልዕሊ ሓምሳ እንተኾይኑ ኩሉ ግዜ ትሩ ትኾን ማለት እታ ሪዛልት። ኢንግሊሽ እውን ግሬተር ዳን ፊፍቲ ክትከውን ኣለዋ። ትሩ እትኸውን ልዕሊ ሓምሳ እንተኾይና ሽዑ እታ ሪዛልት እንታይ ክትከውን እያ? ፓስድ። ስለዚ ሓደ ሰብ ክሓልፍ እንተኾይኑ ኢንግሊሽ ልዕሊ ሓምሳ ማትስ ልዕሊ ሓምሳ እንተምፅኡ እዩ ዝሓልፍ። ስለዚ እንታይ ይብል ኣለኹ ሓደ ተማሃራይ ኢንግሊሽ ልዕሊ ሓምሳ ከምኡ ድማ ልክዕ ምስኡ ማትስ ልዕሊ ሓምሳ እንተምፅኡ ዝሓልፍ ንብል ኣለና ክልቲኤንስ ልዕሊ ሓምሳ እንተምፅኡ ዝሓልፍ ንብል ኣለና ስለዚ ክልቲኤን ካብ ክልቲኤን ሓንቲ ልዕሊ ሓምሳ ጥራሕ እንተምጺኡ ክነትርፎ ኢና ማለት እዩ። ብኽልቲኤን ልዕሊ ሓምሳ ከምጽኣ ኣለዎ ግድን ዝብል ጎል እንተኾይኑ እቲ ናትና እንታይ ሽሙ ማለት እዩ። ሓንቲኤን እንተተሪፉ ጥራሕ ክነሕልፎ ንኽእል እንተኾይና ከኣ ኦር ኢና ንጥቀም ሽዑ። ስለዚ እንታይ ክንጥቀም ኢና ዲስ ኦር ዲስ ካብዚኣን ካብዚኣን ክልተ መወዳድሪ ንገብር እሞ ሓንቲኤን ንብል እንተሊና ዋላ ኣብ ትግርኛ እንተሪኢናያ ፃዕዳ ወይ ፀሊም እንተኢልካ ፃዕዳ ወይ ፀሊም ዘለዎ ይእቶ እንተኢልካሲ ፃዕዳ ዘለዎ ክኣቱ እዩ ፀሊም ዘለዎ እውን ክኣቱ እዩ ስለዚ ፃዕዳን ፀሊምን ዘለውን ክኣቱ እዩ ጸሊም ጸሊም ዘሎ ውን ክኣቱ ዩ ጻዕዳ ጻዕዳ ዘሎ ውን ክኣቱ ዩ ካብኦም ወጻኢ ዘይኣቱ ማለት ዩ or ሕጂ ክልቲኡ ፎልስ ክኾን ኣለዎት መምዘኒ ብቕዓትካ ሕጂ ኣይሓልፍን ዩ ክትብል ተኾይንካሲ ኣብ ማትስ ኣይሓለፈን ኣብ ኢንግሊሽ ኣይሓረፈን or እንተ ተጠቂምና ማለት እዩ ስለዚ ኣብ ማትስ ትሕቲ ሓምሳ ኣምጽኡ still or ኣብ ኢንግሊሽ ውን ትሕቲ ሓምሳ ኣምጽኡ ፎልስ ፎልስ ተመጽኤን እዚኤን ውጽኢቱ ይወድቕ ማለት እዩ ስለዚ እዚ ኣብኡ ከሎ ብዲያግራም ንርኣዮ ከምዚ ንሪኦ ዘለና ትሩ ትሩ እንተኮይኑ ትሩ ኤንድ ትሩ ትሩ እዩ ዝበልና ትሩ ኤንድ ፎልስ ፎልስ እዩ ዝበልና ፎልስ and ትሩ ፎልስ ዝበልና ፎልስ and ፎልስ ፎልስ ዝበልና ኣብ ኤንድ ክኾን ከሎ እዚ ማለት እዩ ኣብ ኦር ክኾን ከሎ ድማ ትሩ ኦር ትሩ ኢዝ ትሩ ሓቂ ወይ ሓሶት ሲ ወፅቦ ኣላኻ ወይ ሓቂ ወይ ሓሶት እያ ትሩ

ኖት ዳይረክትሊ ግልባጥ ናይቲ ዘሎ እዩ ዝበና ኖት ትሩ ትሩ ተሊቲ ሪዛልት ኖት ተጠቂምና ፎልስ ክገብሮ እዩ ፎልስ ተሊቲ ሪዛልት ኖት ተጠቂምና ትሩ ክገብሮ እዩ ማለት እዩ ስለዚ እዚኤን እተን በይዚክ እተን ሰለስተ ሎጂክ ኣብዘን ናይ ሎሚ ትምህርትና እንሪኤን ተረዲኤናኹም ክኾና ተስፋ ገብር እዛ ዲያግራም ደጋጊምና ንርኣያ ኣብ ኤንድ ቱ ሪዛልት

False All False is False ስለዚ ኣብ All ክወድቕ ተኾይኑ እቲ ሎጂክ ናትካ ክልቲኡ False ክኾን ኣለዎ። ኣብ End ከኣ ክሓልፍ ተኾይኑ እቲ ሎጂክ ናትካ ክልቲኡ True ክኾን ኣለዎ ማለት እዩ። So ኣብዚኤን Focus ጌርና ክንሰርሕ ኢና። እዚኤን ምስታ if ክንጥቀም ከለና ዝያዳ ሓገዝቲ ክኾናና እየን ማለት እዩ። ስለዚ ሎሚ በታ if ክንጅምር ንኺድ። ኣብዚኣ ናይ ዝሓለፈ ናይ ሓደ ሓሙሽተ ዓመት expenses ሰሪሕናያ ዝነበርና table ምስ እንሪኣ ወርሒ ነፍሲ ወከፍ ወርሓዊ እተን ወርሒ ጥሪ የካቲት መጋቢት እናበለ ናይተን ሱሳ ኣዋርሕ መስርዕ ሒዝልና ኣሎ ሽዑ ደሞዝ ክራይ ገዛ ፓርኪን ኤልትሪክ ማይ መጓዓዝያ መግቢ ቀረጽ and ተረፍ ገንዘብ ናይ ጁባ ተጠራቃሚ ኢልና ኣብዚኤን ጠጠው ኢልና ኔርና ስለዚ ሎሚ ሞቅሽሽ እትብል ቦናስ ማለት እታ ሞቅሽሽ ካብ እንግሊሽ ተተርጉመያ ዘለኹ ቦናስ እትብል ቃልያ ዝዝኮነ ኣብ ካብ ሞቅሽሽ ትሓይሽ ቃል እንታይ ንረክበላ ኣብ ትግርኛ ኣይ ረከብኩን እሞ ዳይረክትሊ ሞቅሽሽ ትብል ቃል ተጠቂመ ኣለኩ ስለዚ ንኣብነት እዛ ሞቅሽሽ ትብል በየናይ መልክዕ ክንከይድ ኢና እዚ ሰራሕተኛ እዚ ደሞዙ ኣብቲ ደሞዙ ትሕቲ ሰለስተ ሽሕ ዝኮነሉ ናይ ሰለስተ ሚእቲ ሞቅሽሽ ክንህቦ ኢና። ንመነባብሮ ደገፍ ክኾኖ ማለት እዩ። ደሞዙ ልዕሊ ሰለስተ ሽሕ ኣብ ዝሓልፈሉ ከኣ ሚእቲ ቅርሺ ጥራሕ ሞቕሽሽ ክንህቦ ኢና ማለት እዩ። ስለዚ እንታይ እገብር ኣለኹ ክልተ ብኢፍ ክጥቀም እየ ማለት እዩ። ነታ ደሞዝ ከወዳድራ እየ። ደሞዝ ልዕሊ ሰለስተ ሽሕ እንተኾይኑ እንተኾይኑ እንተ ኢለ ሓቂ እንተኾይኑ ልዕሊ ሰለስተ ሽሕ እንተኾይኑ ኣብዚ ዘሎሲ ኣብዚ ሲቱ ዘሎ ደሞዝ ምውድዳር እዩ ሲቱ ግሬተር ኦር ኢኳልስ ቱ ስሪ ታውዘንድ ክንብል ኢና ሰለስተ ሽሕ ወይ ልዕሊኡ እተኾይኑ ሚእቲ ክትብዮ ኢኺ እንተ ዘይኮይኑ ትሕቲኡ እተኾይኑ ማለት እንተ ልዕሊኡ እተ ዘይኮይኑስ ትሕቲኡ እዩ ስለዚ ትሕቲኡ እተ ኾይኑ ድማ ሰለስተ ሚእቲ ሃብዮ ስለዚ ሎጂክ ቴስት ኢፍ ክንሪኣ ከለና ከመይ እያ ትሰርሕ መስለኩም ሓደን እተን ፎርሙላታት ኣብ ፎርሙላ ኬድና ክንሪኤን ኢና ኩሉ ግዜ እዚ ፎርሙላ ኣብዚ ኬድና ክንጥቀመሉ በይዚካሊ እቲ መጀመርያ ክንለማመድ ከለና ኣብዚ እናኸድና ሰሌክት እናገበርናዮ ክንጥቀም ኢና ዋንስ ግን እቲ ሓደ ፎርሙላ ክትጥቀመሉ ምስ ጀመርካ ኣጽንዓዮ እታ ባዕልኻሲ ካብ ርእስኻ ምእንቲ ክትሰርሓ ማለት እዩ ኣብ ካልእ እዋን ንኻልእ ነገር ነቲ ኣብ ደይሊ ኣክቲቪቲስኻ ምንቅስቓሳትካ ኣብቲ መዓልታዊ እትገብሮ ንጥፈታት እውን ነቲ ናትካ ስነ ሓሳብ ነቲ ናትካ ሎጂክ ከስፍሖ ስለ ዝኽእል እቲ ፎርሙላ እንተ ውሒድካዮ ዳጀስት ጌርካ ክትጥቀመሉ ተጀሚርካ ዝበለጸ ይኸውን ማለት እዩ ስለዚ ሎሚ ዝዛረበለን ዘለኹ እዚኤን እየን and if not or ስለዚ ብ if ክጥቀም እየ ሕጂ if ኖርማሊ እንተ ንሪኣ በዚ እንተ ከድና ሎጂክ ቴስት ሃበኒ እያ ትብለካ ሎጂክ ቴስት ንኣብነት እዚኣ እንታይ ይብል ኣለኹ ደሞዝ ማለት ክሊክ ይገብር ኣለኹ ሲቱ እያ ደሞዝ ማለት እንታይ እያ ሲቱ ስለዚ ሲቱ ይዓቢ ግሬተር ይብል ኣለኹ ወይ ድማ ማዕረ በበይኑ ኢና ንፅሕፎ ከምቲ ብፒሮ ክንፅሕፎ ኣይኮነን ስለዚ ሲቱ እንታይ ይብል ኣለኹ ይዓቢ ወይ ድማ ማዕረ ሰለስተ ሽሕ እንተኾይኑ ሕጂ ትሪእዋ ዶ ኣለኹም እዚ ሎጂክ ቴስት ህብ ኣለኹ እንታይ እዩ ሎጂክ ቴስት ናተይ ኣብ ሲቱ ዘሎ ቁፅሪ እያ ትግምግም ማዕረ ወይ ልዕሊ ሰለስተ ሽሕ እንተኾይኑ ራይዎ ሓቂ ተኾይኑ እንታይ ክገብር ትብለና ኣላ ሓቂ ተኾይኑ እንታይ ኢልና ኣለና ሚእቲ ሃብዮ ሓሶት እንተዘይ ኮይኑ ከ ሓሶት ተኮይኑ ከኣ ሰለስተ ሚእቲ ሃብዮ ትሪእዋ ኣለኹም ሎጂክ ቴስት ህባ ቫሊ ኢፍ ትሩ ሓቂ ተኮይኑ ክትበካ ዘለዋ ውፅኢት ቫሊ ኢፍ ፎልስ፣ ሓሶት እተኾይኑ ድማ ክትህበካ ዘለዋ ውጽኢት ጌርና ኣለና። እዚ ኖርማሊ በቲ ኮምፒተር ተሓጊዝና ክንሰርሕ ከለና ማለት እዩ። ባዕልና ክንሰርሕ ከለናኸ ይኸውን? ኣብዚ ላዕሊ ኣላትኩም ርኣይዋ። ይኸውን or equals to if ብራኬት ንኸፍት c2 greater equals to 300 ኮማ ኮማ ኢልና ሓቂ እተኾይኑ ሚእቲ ኮማ እንተዘይኮይኑ ከኣ ሰለስተ ሚእቲ ኢልና ነዚኣ ok እንተኢልናያ ትሪእዎ ኣለኹም ኣብ ጥሪ ክልተ ሽሕን ሸሞንተ ሚእትን ስለ ዝተኸፍለ ትሕቲ ሰለስተ ሽሕ ስለ ዝተኸፍለ ሰለስተ ሚእቲ ኣታዊ ረኺቡ ኣሎ ስለዚ ነዚኣ ልክዕ ከምቲ ኩሉ ግዜ ድራግ ኤንድ ድሮፕ ንገብራ ንታሕቲ ገጽና ስሒብና ነውርዳ እሞ ናይተን ሱሳ ኣዋርሕ ዘለዎ መቕሽሽ ካተጎራይዝ ኮይኑ በብመስርዑስ መጺእና ኣሎ ማለት እዩ። ስለዚ እንታይ እያ እታ መቕሽሽ ኣብ ክልተ ኣብ ክልተ ጥራሕ እዩ ክልተ ኦፕሽን ጥራሕ እዩ ዘለና ወይ ሚእቲ ኢና ንህቦ ዘለና ወይ ሰለስተ ሚእቲ ከከም እታ ሽሙኻ ከኣ ክትቅይሮ ትኽእል ኢኻ ማለት እዩ። እዚ ደሓር ኣብ ኢፍ ባይ ዘ ወይ ኢፍ ፎርሙላ ኣብ ብዙሕ ነገር ንጥቀመላ ኢና። ንኣብነት እዚ ደረጃታት ኣብ ትምህርቲ ኣብዚ ኮለጅስ እንታይ ዝብል A score A plus A B plus B C D and F ኢልካ ግሬድ ክትህብሲ ብኸመይ መንገዲ ይሰርሕ እኸውን ኢልኩም ሓሲብኩም ትፈልጡ ዶ? በዚ ኢፍ ፎርሙላ ኮይንካ ግሬድ ክተውጽእ ትኽእል ኢኻ ማለት እዩ። So still ኣብ next class ኣብ if ምስ if ዝተኣሳሰረ ግፍሕ ዝበለ ፎርሙላታት ክንሰርሕ ስለ ዝኾንና ኣብኡ ዝያዳ dig ክንገብር ኢና ጽቡቕ ጌርና ኣዕሚቑና ሽዑ ምስ if ክንሰርሕ ኢና ሕጂ ግን basically ቅልል ዝበለ ናይ if ፎርሙላ ሰሪሕና ኣለና ማለት እዩ ስለዚ ርኣይዎ ኣብቲ ደሞዙን እቲ መቕሽሽን እንተ ሪኢኹሞ ልዕሊ ሰለስተ ሽሕ ተኾይኑ ሚእቲ እዩ ክህቦ እንታይ ክትህቦ ከም ዘለካሲ ደሞዝ መዓልታዊ እናርኣኻ ኣይትኸድን ኢኻ ማለት እዩ like እቲ እዚ እኮ ናይ ሓደ ሰብ ኢና ሰሪሕና ዘለና ሱሳ ሊስት እዩ ሱሳ መስመር እዩ ዘለዎ like ኣብ ፔሮል ኣብ ገለ ትካላት ወይ እውን ካምፓኒታት ልዕሊ ብፍላይ ኣብዚ ምዕራብ ምስ መጻኻሲ ገለ ትካላት ንኣሽቱ ይኮናን ዝርግሐኤንሲ ናብ ምሉእ ኣሜሪካ ካናዳ ኤሮፓ ዝተዘርግሐ ትካላት ኣሎ ስለዚ ኣብ ገለ እዋን ብገለ ኣጋጣሚ ኢንሰንቲቭ መቕሽሽ ክወጽእ ከሎ the same ከምቲ ፎርሙላታት እዮም ዝጥቀሙ እቲ ዳታ ቤዝ move ይገብሩ ይኾኑ እዮም ግን ንሳ እያ ሓንቲ ካልኩሌሽን እያ ማለት እዩ ሓንቲ ካልኩሌሽን ናብ ብሙሉ ትኸደልካ ማለት እዩ እንተዘይኮይኑ ብሓደ እናረኣኻ ክትሰርሕ ተኢልካ ኣብ ኮምፒተር ዕፅው ኣቢልካስ ቢሮን ወረቐትን ሒዝካ ምስራሕ ይቐልል ማለት እዩ ስለዚ እዚኣ ኢፍ ከምዚኣ ጌርና ሰሪሕና ኣለና ደን ካልእ እንታይ ይብል ኣለኹ ካልኣይቲ ድሕሪኣ ዘላ ነፃ ፓርኪን ዝብል ኣሎ ሕጂ እቲ ኩሉ ግዜ እቲ ሎጂክ ወይ ናትካ ክኾን ኣሎ ወይ ድማ ክትገብሮ ዘለካ ተዋሂብካ ክኾን ኣሎ ኣብዚኣ እንታይ ናይልና ፀኒሕና እቲ ኣይፀሓፍኮን ኣለኹ ኣብ መቕሽሽ እቲ ሎጂክ እንታይ ኢለ ፀኒሐ ሓሳበይ ደሞዝ ልዕሊ ልዕሊ ሰለስተ ሽሕ ተኮይኑ

ኣብ መጀመርያ ተቐምጣ እንታይ እያ? እዛ ኣብ መጀመርያ ተቐምጣ ሎጂክ ቴስት ማለት እዩ። እንታይ እያ ክፍትን እንታይ እያ ክምርምር ማለት እዩ። ሲቱ እያ ኣብ ሲቱ ደሞዝ ኣላ ሕጂ ንኣብነት ኣብታ ቀዳመይቲ መስመር ኮይነ ዝሰርሕ ስለ ዘለኹ ሲቱ ስለዚ ሲቱ ሲ እንታይ እዩ ግሬተር ግሬተር ኢኳልስ ቱ ማዕረ ንሕና እንታይ ኢና ንገብር ነርና ይዓቢ ወይ ይኸውን ሲ ኣብ ፒሮ ክንፅሕፍ ከለና ከምዚኣ ትፅሓፍ ይዓቢ ወይ ይኸውል ኣብ ኮምፒተር ኣብ ካልኩሌሽን ክትጥቀም ከለና ፈላሊና ኢና ንጽሕፈ greater equals to three thousand እዚኣ ፈተናያ ማለት እዩ ስለዚ እንታይ እዩ ዝገብር እቲ ኢንጂን እቲ ተዳሊልና ዘሎ ሶፍትዌር እንታይ ይገብር ነቲ ኣብ ሲቱ ዘሎ ትሕዝቶ ምስ ትህቦ ዘለኻ ፎርሙላ የወዳድሮ ይዓቢ ወይ ይኸውን ሰለስተ ሽሕ ስለዚ ንኣብነት ኣብ ሲቱ ክልተ ሽሕን ሸሞንተን ኣሎ እታ ቀዳመይቲ

ወሲዳ ትህበካ ዲስፕለይ ትገብር ማለት እዩ ሓሶት ተኾይና ከኣ ዘሊላ ነታ ካልኤቲ ሪዛልት ወሲዳ ዲስፕለይ ትገብረልካ ማለት እዩ so በዚ መንገዲ ይኸይድ እቲ ሎጂክ ቴስት ሕጂ እንታይ ክንገብር ኢና ቅጽል ኣቢልና ካልእ ሎጂክ ቴስት ክህበኩም እየ ነጻ ፓርኪን ክንህብ ኢና ብሓፈሻ እዚ ፓርኪን ሰማንያ ኢሉ ይጅምር ሪኢኹሞ ኣለኹም እቶም ፓርኪን ዝጥቀሙ ዘበሉ ሰማንያ ኢሉ ይጅምር ስለዚ ነጻ ፓርኪን ክንህብ ኢና ንመን ደሞዞም ትሕቲ ሰለስተ ሽሕ ዝኮኑ ሰባት። ደሞዞም ትሕቲ ሰለስተ ሽሕ ዝኮኑ ሰባት ነጻ ፓርኪን ክንህብ ኢና። እዚ ከኣ እንታይ ማለት እዩ እቲ ንፓርኪን ዝኸፍልዎ ክንመልሶ ኢና። ንፓርኪን ክንደይ ይኸፍሉ ኣለዉ ሰማንያ ዳርጋ ኩሎም ሰማንያ እዮም ዝኸፍሉ መስለኒ ንፓርኪን ሰማንያ ይኸፍሉ ኣለዉ። ስለዚ እንታይ ክንገብር ኢና ሎጂክ ቴስት ክንገብር ኢና ሕጂ ከኣ። ነጻ ፓርኪንሲ ነቲ ገንዘብ ተመላስ ክንገብር ኢና ማለት ድሮ ከፊሎሞ ስለ ዘለዉ ሕጂ እንታይ ክንገብር ኢና። ሲቱ እዚኣ ከኣ ልክዕ ከማያ if ክንብል ኢና ብራኬት ክንከፍት ኢና ሲቱ ትሕትን ማዕረን እንተኢልና ሕጂ ዋላ ንሰለሰ ሽሕ ኢንክሉድ ክንገብሮ ኢና ትሕቲ ጥራሕ ክንገብራ ኢና ማለት እዩ if ሲቱ less than three thousand ኮማ ሓቂ እንተኾይኑ እንታይ ክገብር ትብለና ኣላ ሰማንያ ቅርሺ ንህቦ። ተዘይኮይኑ ከኣ ዚሮ ንህቦ ስለዚ ትሕቲ ሰለስተ ሽሕ ዝኽፈል ዘሎ ሓደ ሰብ ሰማንያ ቅርሺ ክኽፈል እዩ ባላንስ ክገብሮ ማለት ነቲ ከፊልዎ ዝነበረ ልዕሊ ሰለስተ ሽሕ እንተኾይኑ ግን ኣይወስድን እዩ እዚኣ ከኣ ሓቢርና ንስራሕ እያ ስለዚ እንታይ ይብል ኣለኹ ሕጂ ቅድም ብኮምፒተር ተደጊፍና ሰርሕና ኔርና ሕጂ እውን the same ከምኡ ክንገብራ ኢና ድሕሪኡ ግን ደምሲስና ከም ብሓድሽ ክንሰርሓ ኢና ማለት እዩ ስለዚ if ንብል ሎጂክ ቴስትና መን እዩ ሲቱ እንታይ ክኾን ኣለዎ ትሕቲ ሰለስተ ሽሕ ክኸውን ኣለዎ ኦከይ ትሕቲ ሰለስተ ሽሕ ሓቂ እንተኾይኑ እንታይ ንግበር ሰማንያ ሃብዮ እንተዘይ ኮይኑኸ ዚሮ ሃብዮ እዚኣ እያ ትሪእዋ ኣለኹም ኦከይ እንተልና ሕጂ ኩሉ ግዜ ኣብ ኣእምሮና እዚኣ ሎጂክ ቴስት ማለት እቲ መምዘኒ እቲ መመርመሪ ዶ ክንብሎ እቲ ሎጂክ ሲ ነቲ ሓሳብ ነቲ ዘለና መመርመሪ መምዘኒ መለክዒ ደረጃ እዩ ማለት እዩ ሎጂክ ቴስት እንታይ እዩ ኢልና ኩሉ ግዜ ኣብ ርእስና ድንግርግር ከይብል ሲ እቲ ንምርምረሉ ወይ ድማ ንልክዓሉ ደረጃ እዩ ስለዚ ንሲቱ ንልክዕ ኣለና ብምንታይ ንልክዖ ኣለና ትሕቲ ሽሕ ድዩ ትሕቲ ሰለስተ ሽሕ ድዩ ኢልና ንልክዕ ኣለና ትሕቲ ሰለስተ ሽሕ ድዩ ትብል ሕቶ ነልዕል ኣለና ማለት እዩ። ስለዚ እወ እንተኾይኑ ቫሊኢፍ ትሩ ትብል ዘላ ኣብኣ እቲ ትደልዮ ነገር ኣብኣ ተቐምጦ። ኖኖ እንተኾይኑ ቫሊኢፍ ፎልስ እትብል ዘላ ኣብኣ ድማ እቲ ንደልዮ ነገር ነቐምጥ ማለት እዩ። ስለዚ ከምዚኣ ጌርና ኦከይ ምስ ንብል ራይዎ ድሮ ኣብዛ ኣብ ጥሪ ትሕቲ ሰለስተ ሽሕ ክኽፈል ኣሎ ሰማንያ ቅርሺ ይግብኦ እዩ። ከምኡ ኢልና ንታሕቲ ንወርድ።

ኮምፐንሴሽን ካሕሳ ናይ ፓርኪን ክኸፍሎ ዝጸንሐ ምኽሓስ ኣይግብኦን እዩ፣ ናጻ ፓርኪንሲ ኣይግብኦን እዩ። ትሕቲ ሰለስተ ሽሕ እንተኾይኑ ግን ከምቲ እቲ ሎጂክ ቴስት ሒዝናዮ ዘለና ነጻ ፓርኪን ይግብኦ ማለት እዩ። ስለዚ እዚኣ ኖርማሊ በቲ ኮምፒተር ከየደገፍና ክንገብራ እንተደሊና እንታይ ኢና ንገብር? ኩሉ ግዜ እንታይ ይብል ነይረ? ኣብ ማይክሮሶፍት ኤክስኤል ዝኾነ ፎርሙላ ክንጅምር ከለና እንታይ ኢልና ንጅምር? ኢፍ ኢልና ንጅምር equals to ኢልና ንጅምር if ዘይኮነ equals to ኢልና ንጅምር ስለዚ equals to ኢለ if ብራኬት ይኸፍት መን መወዳደሪየይ ሲቱ እንታይ ክኾን ኣሎ ትሕቲ ሰለስተ ሽሕ ክኾን ኣሎ ኮማ ሓቂ እንተኾይኑ ሰማንያ እንተዘይኮይኑ ዚሮ ብራኬት ዝኸፈትኮ ክዓፅዎ ኣለኒ ኢንተር እብል ማለት እዩ ስለዚ ከምዚኣ ተገይረ ስሒበ እንተውሪደያ ናይ ብሙሉኤን ናይተን ሱሳ ኣዋርሕ ኣብቲ ነፃ ዝግበኦ ነፃ ኣብቲ ፅቡቕ ካዕቦት ናይ ደመውዙ ዝደይበሉ ድማ ይኸፍል ማለት እዩ። ስለዚ እታ መሰረታዊት ኢፍ ነዚኣ እናተጠቀምና ነዘን በዘን ክልተ ነታ ኢፍ ፕራክቲስ ክንገብራ ኢና። ክሳብ ካልእ ካብኡ ድልድል ዝበለ ፎርሙላታት ሒዝና ኣብ ንመጽእ ክላስ ንዘራረብ ማለት እዩ። ድሕሪኡ ናብ ኤንድን ኦርን ክንከይድ ኢና። ኣብ ኤንድ ኦር ክንከይድ ኢና። ስለዚ ኤንድን ኦርን ንኣብነት ማይ ልዕሊ ሓምሳ ኤርትሪክ ልዕሊ ሓምሳ ዝኸፍል ሰብ ዝኸፈለሉ ወርሒ ትሩትሩትሩትሩ እናበልኪ ንገርና ክንብል ኢና ማለት እዩ ስለዚ እንታይ እዩ እቲ ሎጂክ ናይ and or ቅድም ትንክፍ ኣቢለየ ነይረ እዚኣ እንታይ ክንገብር ኢና ሕጂ ማይን ኤሌክትሪክን ልዕሊ ሓምሳ እንተኾይኑ ኣብ ክልቲኦም ልዕሊ ሓምሳ እንተ ዝኸፍል እንተልዩሲ ትሩ እናበልኪ ንገርና ትኸውን ኣላ ማለት እዩ ስለዚ እንታይ ትኸውን እዚኣ ከዓ ልክዕ ኣብታ ሎጂክ ከድና ኤንድ ንጠቀም and ክልተ ሎጂክ ቴስት ሃበኒ ዝብለካ ማይ ኣበይ ኣላ ጂቱ ግሬተር ዳን ፊፍቲ ካልኣይ ሎጂክ ቴስት ሃኸ ኤርትሪክ ኤፍቱ ግሬተር ዳን ፊፍቲ ክልቲኤን እዚኤን ሓቂ እንተኮይነን ትሩ ክብለና እንተዘይኮይኑ ግን ፎልስ ክብለና ማለት እዩ ኦከይ እንተኢልናያ ፎልስ ይብለና ኣሎ ሕጂ ብዚ ቀዳመይቲ ተሪኢኹም ተሪኢናያ ኤርትሪክ ሓምሳ ማይ ሰላሳ ስለዚ ፎልስ እዩ ማለት እዩ እንታይ ንደሊ ኣለና ድምርሲ ናይ ክልቲኦም ልዕሊ ኣለና ዲኻ ንምዃኑ እያ ንወደ ታሕቲ ገጽና ኦኬ ኣብዚ ትርትሩ ይብለና ኣሎ ሕጂ ትሪእዎ ኣለኹም ቴስዓ ሱሳ ክኸፍል ጀሚሩ ኣሎ ማለት ቴስዓ ሱሳ ዝኸፍሉ ማይ ልዕሊ ሓምሳ ኤርትሪ ኩን ልዕሊ ሓምሳ ከይዱ ስለ ዘሎ ትሩ እብለና እንተዘይኮይኑ ካልኦት ፎልስ እብለና ስለዚ ኣብዚኣ ሎጂክ እዚኣ ክንዝክራ ዘለና ረኣይዋ ንኣብነት ማይን ኤርትሪክን ኣብዚኣ ክነወዳድር ሓምሳ ልዕሊ ሓምሳ ኣይኮነን ሓቀ ኢኳልስ ስለ ዘይብላ ማለት እዩ ሓምሳን ልዕሊኡን ኣይኮነትን ኢለ ዘለኹ ልዕሊ ሓምሳ ጥራሕ ግሬተር ጥራሕ ስለ ዝበልኩ ስለዚ እዚኣ ፎልስ ትኾን ኣላ ልዕሊ ሓምሳ ፎልስ ትኾን ኣላ ስለዚ ፎልስ ኤንድ ፎልስ እንታይ እዩ ፎልስ እዩ በቃ ኣብ ኤንድ ሲ ትሩ ኤንድ ትሩ ክንረክብ ኣለና ሕጂ ንኣብነት ርኣይዋ ኣብዚ ሰማንያ ረኺበ ኣለኹ ሓቂ እዩ ትሩ እዩ ትሪእዎ ኣለኹም ልዕሊ ሓምሳ እዩ ኤንድ ሓምሳ ረኺበ ኣለኹ ልዕሊ ሓምሳ ኣይኮነን ስለዚ ትሩ ኤን ፎልስ ስለ ዝኾነ ፎልስ ኣብ ኤን ሎጂክ ክልቲኡ ትሩ ክኾን ኣለዎ ክልቲኡ ትሩ ምስ ረኸብኩም ራይዋ ናይንቲ ልዕሊ ሓምሳ እዩ ሲክስቲ እውን ልዕሊ ሓምሳ እዩ ትሩ ን ትሩ ክልተ ትሩ ስለ ዝረኸበ ሪዛልትና ትሩ ኮይኑ ኣሎ ማለት እዩ ክልተ ትሩ ስለ ዝረኸበ ሪዛልትና ትሩ ኮይኑ ኣሎ ስለዚ እዚ ድማ ን ኤንድ ሎጂክ እንጥቀመሉ ኣገባብ ማለት እዩ ከምኡ ውን ኦር ክንጥቀም ንኽእል ኢና ሕጂ ኦር እንታይ እዩ ዝገብር ክልቲኦም ካብ ክልቲኦም ሓደ ብቑዕ ምስ ዝኸውን ኣብዚኣ ኮይና ክገብራ እያ ካብ ክልቲኤን ሓንቲ ሕጂ ማይ ወይ ድማ ኤርትሪክ ካብ ክልቲኤን ሓንቲ ልዕሊ ሓምሳ ዝኸፍል ሰብ እንተልዩ ንገርኒ እንተኢልና ራይዋ እቲ ውጽኢት ፍልይ ክብል እዩ። እዚ ፎርሙላ መሊስኩም ክተጽንዕዎ ተደሊኹም ኢኳልስ ቱ ኤንድ ኢልካ ብራኬት ከፊትካ ሎጂክ ዋን ሎጂክ ቱ ኢኻ ትህባ ማለት እዩ። እንተዘይኮይኑ ደጋጊምኩም ክሳብ ጽቡቕ ጌርኩም ትሕዝዎ በየን ትኸዱ ኣብ ፎርሙላ ከድኩም ሕጂ ኢንሰርት ኣብ ፎርሙላ ኬድና or ክንጥቀም ኢና ሕጂ or logic one እንታይ እዩ ኤፍ ቱን greater than 50 or G2 greater than 50 እዚኣ ከዓ እንታይ ሓን ካብ ክልቲኤን ሓንቲ እንተማልዩ ትሩ ክትበና እያ ኣብ ሓንቲኤን ስልዒ ለ ሓምሳ ከፍል ተሊ ማለት ሶ ኦኬ ንብል ፎልስ ትበና ኣላ ትሩ ክትበና ጀሚራ ምክንያቱ ኣብ ገሊአን ዝያዳ ከይዱ ኣሎ ማለት እዩ ኦኬ ስለዚ ትሪእዎ ዶ ኣለኹም እዚ ኣብ ኣብ ኤንድ ፎልስ ዝነበረ ብዙሕ ትሩ ኮይኑ ኣሎ ምክንያቱ ሓንቲ ካብን ልዕሊ ሓምሳ ስለ ዝኾነት ማለት እዩ ስለዚ እዛ ቤዚክ ኣብ ናይ ሎሚ ትምህርትና እንታይ እዩ ንዘን ሎጂክ ምትእስሳር ክህልወና ኢለ እዚ ኣበጊስያ ዘለኹ ኣብ ኔክስት ክላስና ብኢፍ ተደጊፍና እዚ ኣብ ቤት ትምህርትታት ናይ ቤት ትምህርቲ ሰነዳት ሒዘ ክመጽየ ኣብኡ እንታይ ኢና ፎከስ ክንገብር እዚ ግሬድስ ግሬድ ክንህብ ኢና ልዕሊ ክንድዚ ዘምጸኤ ሕሉፍ ንኣብነት መጀመርያ በታ ቅልል ዝበለት ልዕሊ ሓምሳን ሓሙሽተን ዘምጸኤ ሕሉፍ ድሕሪኡ ኣስዕብ ኣቢልና ምስኣ ኣብ ማትስን ኢንግሊሽን ከምዚ ዘምጸኤ ብክልቲኡ እተረፈ ትሩፍ ኢልና ድሕሪኡ ግሬድ ክንህብ ኢና ልዕሊ ቴስዓን ሓሙሽተን ዘምጸኤ A plus ካብ ቴስዓ ክሳብ ቴስዓን ሓሙሽተን ዘምጸኤ A እናበልና ድማ ደረጃታት ክንህብ ኢና ማለት እዩ ከምኡ ውን ኣብ ራንክ ክንገብር ክንፍትን ኢና ምስ ራንክ እኮ ናይ ገዛ ምስ ፎርሙላ ኣለዎ ግን እቲ ስፍሕ ዝበለ እቲ ተርታታት ምምታታዊ ከሎ ንእግረ መንገድና ክንሕዞ ምስ ኢፍ ኣተኣሳሲረ ክሰርሓ ማለት እዩ። ስለዚ እዛ ሎሚ ትንክፍ ኣቢልናያ ዘለና ፖርሽን ነዚ ትመስል። እዛ ናይ ሎሚ ንትመጽእ ዘላ መንጸፍ ስለ ዝኾነት please ነዚኣ ደጋጊምኩም ድግም ድግም ኣብሉወን እሞ next ጽቡቕ ባይታ ሒዝና ክንመጽእ ኢና። ንሎሚ ዝነበረና ቪድዮ ኣብዚ ወዲእና ኣለና። እዚ ቪድዮ እዚ ጠቓሚ ኮይኑ ምስ እትረኽቦ ናብ ካልኦት ክበጽሕ ፕሊስ ሼር ግበርዎ። ዝኾነ ርኢቶ ምስ ዝህልወኩም እውን ኮመንት ግበሩ ኣብ ዝረኣናሉ ተመሊስና ሪስፖንድ ክንገብረሉ ኢና። ካልእ ስለ ምክትታልኩም ብልቢ ነመስግን። ንሎሚ ዝነበረና ቪድዮ እዚ ይመስል። ኣብ ካልእ ቪድዮ ክሳብ ንራኸብ።